ሰላም ሰላም ፍትዋትን ክብራንን ኣብ መላእ ዓለም ትርከቡ ናይ ሸናይደ ቤተሰብ ከመይ ትኾኑ? ኩሉ ሰላም እግዚኣብሔር ይመስገን ብወገነይ ሰላም እየ። ንስኻትኩም እውን በቢ ዘለኹምዎ ሰላምኩም ብዝሕ ተረፍ ክብለለይ በዓልቲ ሙሉእ ተስፋ እየ። እንኳዕ ድማ ናብ ሸናለይ ብሰላም መጻኹም። ናይ ሎማዓንቲ ቪድዮ ዝኸውን ከዓ ደቂ ዓበይቲ ወይ ከምቲ ልሙድ ዋጋ ወርቂ ሒዘልኩም መፅእ እኒኹ ልማዕንቲ ጥቅምቲ ሰላሳ ወይ ከዓ ኖቨምበር ትሽዓተ ማለት እዩ ካብ ዓሰርተ ኣርባዕተ ካረንት እስካብ ዕስራን ኣርባዕተን ካረንት ዘሎ ወርቂ ማለት እዩ ብናይ ውሽጢ ዓዲ ዋጋና ብዶላር ክንደይ እንሆነ ዘልክን ሬና እስካዕ ቪድዮ ፍፃመ ንክትከታተሉ ብኣኽብረት ይዕድም ንቻናለይ ሓደሽቲ ዝኮንኩም ሳብስክራይብ ነባራት ዝኮንኩም ካዓ ላይክ ሸር እናገበርኩም ንክተበረታቱዑኒ ብትሕትና ይላቦ ላይክ ሸር ንትገብሩለይ ካዓ ካብ ልቢ እናመስገንኩ እየ ሰናይ ፃንሒት እንግዲህ ደቂ ዓበይቲ ወይ ማዕረይ ተመሊስና ተራኺብና ኣለና። ብመጀመርያ እንሪኦ ማለት እዩ ዋጋ ወርቂ በዓል ዓሰርተ ኣርባዕተ ካረንት እዩ ክኸውን ኣብ ኢትዮጵያ ዘሎ ዋጋ ኢና ክርኢ ዓሰርተ ኣርባዕተ ካረንት ብዶላር ክሽየጥ ከሎ ሰብዓን ሓሙሽተን ዶላር ናይ ኣሜሪካን ዶላር ክኸውን ከሎ ብናይ ኢትዮጵያ ከዓኒ ዓሰርተ ሓደ ሽሕን ሓሙሽተ ሚእትን እናተሸየጠ ውዒሉ ኣሎ ብሎማዓንቲ ሕዳር ሰላሳ ወይ ከዓ ኖቨምበር ትሽዓተ ማለት እዩ። ብምቕጻል ንሪኦ ዓሰርተ ሓሙሽተ ካረንት እየ ክኸውን ዓሰርተ ሓሙሽተ ካረንት ኣብ ኢትዮጵያ ብዶላር ሰማንያ ዶላርን ሓምሳ ሳንቲምን ክሽየጥ ከሎ ብናይ ኢትዮጵያ ገንዘብ ከዓ ዓሰርተ ክልተ ሽሕን ሰ- ዓሰርተ ክልተ ሽሕን ሰለስተ ሚእትን እናተሸየጠ ውዒለ ኣሎ ብሎማዓንቲ ናይታ ወርቂ ጥረ ገንዘብ ብቻ ማለት እዩ ቀጺልና ንሪኦ ዓሰርተ ሽዱሽተ ካረንት እዩ ክኸውን። ዓሰርተ ሽዱሽተ ካረንት ብናይ ኣሜሪካ ዶላር ማለት እዩ። ብናይ ኣሜሪካ ዶላር ኣብ ኢትዮጵያ 85.90 ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓኒ 13100 ክሽየጥ ውዒለ ኣሎ ሎማዓንቲ ማለት እዩ። ቀፂልና ንሪኦ 17 ካረንት ዓሰርተ ሸውዓተ ካረንት ኣብ ኢትዮጵያ ብናይ ኣሜሪካን ዶላር ተስዓን ሓደን ነጥቢ ዕስራ ሳንቲም ክሽየጥ ተስዓን ሓደን ነጥቢ ዕስራ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓ ንሓንቲ ግራም ዓሰርተ ሰለስተ ሽሕን ትሽዓተ ሚእትን ክሽየጥ ውዒሉ ኣሎ ማለት እዩ። በዓል ዓሰርተ ሸውዓተ ካረንት ቀጺልና ንሪኦ ዓሰርተ ሸሞንተ ካረንት እዩ ክኸውን ዓሰርተ ሸሞንተ ካረንት ብናይ ኣሜሪካ ዶላር ተስዓን ሽዱሽተን ነጥቢ ስሳ ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓኒ ዓሰርተ ኣርባዕተ ሽሕን ሸውዓተ ሚእትን እናተሸየጠ ውዒለ ኣሎ ማለት እዩ። ደቂ ዓበይቲ ወይ ማዕረይ እዚ ኣብ ኢትዮጵያ ዘሎ ዋጋ እዩ። ቀጺልና ንሪኦ ከዓኒ ናይ ናይ ዓሰርተ ትሽዓተ ካረንት እዩ ክኸውን ዓሰርተ ትሽዓተ ካረንት ኣብ ኢትዮጵያ ናይ ኣሜሪካ ብናይ ኣሜሪካ ዶላር ሚእትን ክልተን ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓኒ ዓሰርተ ሓሙሽተ ሽሕን ሽዱሽተ ሚእትን ክሽየጥ ውዒሉ ኣሎ ብሎማዓንቲ ዕለት ማለት እዩ ክብራት ኣሕዋተይ ቀፂልና ንሪኦ ከዓኒ በዓል ዒስራ ካረንት እዩ ክኸውን በዓል ዕስራ ካረንት ኣብ ኢትዮጵያ ብናይ ኣሜሪካን ዶላር ንሓንቲ ግራም ሚእትን ሸውዓተን ነጥቢ ኣር- ሚእትን ሸውዓተን ኣርባዓ ሳንቲምን ናይ ኣሜሪካ ዶላር ክሽየጥ ከሎ ብናይ ኢትዮጵያ ከዓኒ ንሓንቲ ግራም ዓሰርተ ሽዱሽተ ሽሕን ኣርባዕተ ሚእትን ሓምሳን ክሽየጥ ውዒሉ ኣሎ። ያው ብናይ ኢትዮጵያ ገንዘብ እንታይ ዝኣክል ምውራዱ ብጣዕሚ ዝገርም ምክንያቱ ብጣዕሚት ገንዘብ ስለ ዝወረዳ ንሓንቲ ግራም ዓሰርተ ሽዱሽተ ሽሕን ኣርባዕተ ሚእትን ሓምሳን እዚ እውን ናይታ ወርቂ ጥረ ገንዘብ ደኣ እምበር እስካብ ቫት እስካብ እዚ ናይ መልክዕ ኣውፂኦም ዝሰርሕሉ ገዛ ኸራይ ገለ ሓዊሶም ደሞ ዝተወሰነ ክውስኸሉ እዮም ማለት እዩ። ቀጺልና ንሪኦ ከዓኒ እቲ ብጣዕሚ ተፈታዊ ዝኾነ ወርቂ ዕስራን ሓደን ካረንት እዩ። ዕስራ ሓደን ካረንት ሕዚ ገዚእና ንምግያጽ ብቻ ዘይኾነ ከምዚ ከም ንብረት ወይ ከዓኒ ከም ልክዕ ገንዘብ ባንክ ተቐምጥዎ እዚ ከዓኒ ብወርቂ ገንዘብኩም ብወርቂ ቀይርኩም ምቕማጥ እውን ይረድአኩም እዩ። ያ ወርቂ ሓደ ካብ መዓልቲ ናብ መዓልቲ እናወሰኸ እዩ ዝኸይድ። ናይቲ ወርቂ ምውሳኽ ብቻ ዘይኮነ ሸርፊ እውን እናወሰኸ ስለ ዝኸይድ ወርቂ ቀይርኩም እተቐመጥዎ ከለኹም ገንዘብኩም ብጣዕሚ ዓብዪ ትርፊ ወይ ከዓኒ ዓብዪ ከስቢ እኒሀዎ ማለት እዩ። ስለዚ ዕስራን ሓደን ካረንት ሰማንያን ሓሙሽተን ንጽህና ወርቂ ኣለዎ ዓሰርተ ሓሙሽተ ፐርሰንት ደሞ ካልእ ካልእ ዓይነት መኣድናት ሓዊሶም እዮም ዝሰርሕዎ ስለዚ እዚ ንክትሸጥዎ ብጣዕሚ ፅቡቕ እዩ ማለት እዩ ማለት ስራሕ ሓደን ካረንት እዚ ብቐሊሉ ክትሸጥዎ ገንዘብኩም ክትለውጥዎ ትኽእሉ ኢኹም ማለት እዩ እና ናይዚ ዋጋ ብናይ ኣሜሪካ ዶላር ሚእትን ዓሰርተ ሸሞንተን ናይ ኣሜሪካን ዶላር ኣብ ኢትዮጵያ ክሽየጥ ከሎ ብናይ ኢትዮጵያ ገንዘብ ከዓኒ ዓሰርተ ሸውዓተ ሽሕን ክልተ ሚእትን ክሽየጥ ውዒለ ኣሎ ንሓንቲ ግራም ወርቂ ማለት እዩ። ቀፂልና ንሪኦ ዕስራን ክልተን ካረንት እዩ ክኸውን። ዕስራን ክልተን ካረንት ንሓንቲ ግራም ብናይ ኣሜሪካ ዶላር ሚእትን ዓሰርተ ትሽዓተ ሚእትን ዓሰርተ ትሽዓተን ዶላር ክሽየጥ ከሎ ንሓንቲ ግራም ብናይ ኢትዮጵያ ከዓኒ ዓሰርተ ሸሞንተ ሽሕ ክሽየጥ ውዒሉ ኣሎ ብናይ ሎማዓንቲ ዕለት ማለት እዩ። ክብራት ኣሕዋተይ ቀጺልና ንሪኦ ከዓኒ ዕስራን ሰለስተን ካረንት እዩ ክኸውን። ዕስራን ሰለስተን ካረንት ቲስዓን ሓሙሽተን ፐርሰንት ትወርቂ ብጣዕሚ ንፁህ እዩ ማለት እዩ። ቴስዓን ሓሙሽተን ፐርሰንት ናይቲ ወርቂ ንፅህና ክኸውን ከሎ ሓሙሽተ ፐርሰንት ከዓኒ ያው ካልእ ዓይነት ማዕድናት ሓዊሶም ይሰርሕዎ ኣለዉ። እዚ ማለት ብጣዕሚ ፅሩይ ወርቂ እዩ ማለት እዩ። ስለዚ ናይዚ ዋጋ ብዶላር ሚእትን ዕስራን ሰለስተን ነጥቢ ሓምሳ ሳንቲም ዶላር ክሽየጥ ከሎ ብናይ ኢትዮጵያ ገንዘብ ከዓኒ ዓሰርተ ሸሞንተ ሽሕን ትሽዓተ ሚእትን እናተሸየጠ ውዒሉ ኣሎ፣ ብሎማዓንቲ ዕለት ንሓንቲ ግራም ማለት እዩ። ቀፂልና ንሪኦ ዕስራን ኣርባዕተን ካረንት ክኸውን ዕስራን ኣርባዕተን ካረንት ብዶላር ሚእትን ዕስራን ሸሞንተን ነጥቢ ሱሳ ሳንቲም ክሽየጥ ከሎ ብናይ ኢትዮጵያ ገንዘብ ከዓኒ ዓሰርተ ትሽዓተ ሽሕን ሸውዓተ ሚእትን ክሽየጥ ውዒሉ ኣሎ። ናይዚ ንፅህና ወርቂ ከዓኒ ቴስዓን ትሽዓተን ነጥቢ ትሽዓተ ያው ዳርጋ ሚእቲ ፐርሰንት ንፁህ ወርቂ ምንም ዓይነት ነገር ሓዊሶም ኣይሰርሕዎን ብዛ ወርቂ ብቻ እያም ዝሰርሕዋ ማለት እዩ። እዚ ማለት ብጣዕሚ ተደላይ ወርቂ እዩ። እዚ ማለት ኣብ ባንኪ እንድሕር ስኻትኩም ብዙሕ ገንዘብ ኣልኩም ኣብ ባንኪ ኣሚጥኩም ኣደዳ ሃብታም ኣደዳ መንግስቲ ካብ ትገብርዎ ወርቅኹም ገዚእኹም ብኸምዚ ዓይነት ክትጥቀሙ መልክዕ ልክዕ ከም ንግዲ ሐዚ ወርቂ ገዚእኹም ዓመት ክልተ ዓመት ተተፅንሕዎ ዕፅፊ እዩ ወሲኹ ዝፀንሐኩም እና ትሸርፍውን ብኡ ልክዕ ብጣዕሚ ዕፅፊ እዩ ዝውስኽ ስለዚ ብጣዕሚ እዩ ዘዋፅእ ወርቂ ገዚእኻ ምቕማጥ ማለት እዩ። ስለዚ ደቂ ኣዕበይቲ ወይ ማዓረይ ናይ ሎማዓንቲ ዝነበረ ዕለታዊ ናይ ወርቂ ዋጋ ከምዚ ይመስል ነይሩ ሓሳብ ሪኢቶኹም ከዓኒ ኣብ ኮሜንት ጸሓፉለይ ማለት እዩ ደቂ ዓበይቲ ወይ ማዓረይ ቄር ዘለኩም ነገር ተልዩ ካልእ ክትጥይቕዎ ትደልይዎ ነገር ተልዩ ኣብ ኮሜንት ጽሑፉለይ ትኸእሉ ኢኹም ዝኸእለ ተኾይኑ ከም እግዚኣብሔር ፍቃድ ክምልሰልኩም ይኸእል እየ እስከ ዓብዪ ፍጻመ ንዝተኸታተልኩምኒ ካብ ልቢ እናመስገንኩ ላይክ ሸር ሰብስክራይብ ምግባር ደግሞ ኣይትረስዑ ደቂ ዓበይቲ ወይ ማዓረይ ብዘለኹምዎ ሰላምኩም ይብዝሐለይ ሰሰናዩ ባይ ባይ ሕርኢት